ሰላም ሰላም ተኸታተልቲ ቻነልና ቻነል መዳኣለም እዚ ኣብ ዓለም ናይ ዝተፈጸሙ ኣዝዮም ኣገረምቲ መስሐቕትን መሕዘንትን ፍጻመታት ብሰሓባይ መንገዲ እነቕርበሉ ቻነልና እዩ። ትሕዝቶታትና ብቐጻል ንኸጽሑኹም ሳብስክራይብ ብምግባር ቤተሰብ ይኹኑ። ናብ ዕለታዊ ታሪኽና ክንሰግር መርከብ ታይታኒክ ክትጥሕል ከላ ካብ ዝደሓኑ ሰባት ሓደ ምዃን ዓብዪ ዕድል እዩ። ግን ካብ ሰለስተ ዓበይቲ ናይ መርከብ ሓደጋታት ብህይወት ምድሓንከ እንታይ እዮም በልኩሞ? ሎሚ ብዛዕባ እታ ዘይትጥሕል ሰበይቲ ተባሂላ እትፍለጥ ቫዮሌት ጄሶፕ ክንነግረኩም ኢና። ቫዮሌት ጄሶፕ ኣብ ዓበይቲ መራኽብ ትሰርሕ ነርስ ነበረት። ብ1911 ኣብታ ኦሎምፒክ ተባሂላ እትጽዋዕ መርከብ እናሰርሐት ከላ እታ መርከብ ምስ ሓንቲ ናይ ኲናት መርከብ ተጋጨወት። እታ መርከብ ዓብዪ ዕንወት እኳ እንተ ኣጋጠማ፣ ቫዮሌት ግን ብዘይ ዝዀነ ይኹን መቕሰፍቲ ደሓነት። ድሕሪ ሓደ ዓመት ቫዮሌት ኣብታ ኵሉ ሰብ ዝፈልጣ ታይታኒክ ክትሰርሕ ተቖጸረት። ከምቲ ኵላትና ንፈልጦ ታይታኒክ ብበረድ ተሃሪማ ክትጥሕል ከላ፣ ቫዮሌት ኣብታ ቍጽሪ ዓሰርተ ሽዱሽተ ዝዀነት ናይ ህይወት ኣድሕን ጀልባ ተሰቒላ ንኻልኣይ ግዜ ካብ ሞት ኣምለጠት። መብዛሕትኡ ሰብ ድሕሪ ክልተ ሓደጋ ካብ ባሕሪ ምረሓቐ ነይሩ፣ ቫዮለት ግን ስርሓ ቀጸለት። ኣብ ግዜ ቀዳማይ ኲናት ዓለም ኣብታ ብሪታኒክ ትበሃል መርከብ እናሰርሐት ከላ እታ መርከብ ብቦምብ ተሃረመት። እታ መርከብ ኣብ ሓምሳ ሓሙሽተ ደቓ ጥራይ ጠሓለት። ቫዮሌት ካብታ መርከብ ጸዲፋ ናብ ባሕሪ ወደቐት፣ ግን ዳግማይ ብህይወት ተረፈት። ቫዮለት ጄሶፕ ካብ ሰለስተ ዓበይቲ ናይ መርከብ ሓደጋታት ዝደሓነት እንኮ ሰብ እያ። ንሳ ክሳብ ሰማንያ ሰለስተ ዓመታ ብህይወት ጸኒሓ ብሽሕት ትሽዓተ ሚእቲ ሰብዓይ ሓደይ ዓረፈት። ታሪኻ ንዓለምና ካብ ዘገርሙ ናይ ትብዓትን ዕድልን ታሪኽ ኮይኑ ይጥቀስ። ናይ ሎማዓንቲ ሕሶና እዚ ዝተኸታተልኩሞ ይመስል ነይሩ ትሕሶና ተፈቲኹሞ ላይክ ምግባር ሓሳብ ኣስተያየትኩም ኣብ ኮሜንት ምፅሓፍን ታሪኽ ንዝፈቱ ዓርክኹም ሼር ምግባርን ኣይትረስዑ ሳብስክራይብ ቻነልና ቻነል መዳ ኣለም ሰላም